እወ። ሐዚ
ኣነ ዝመፀኹ ምስ እንዳ ብጎይታና እንድየ ነይረ። ኣዎ ኣደይ ከዓ እኒሃ ኣብ ዛላምበሳ ኣውዚ ኣውዚ እኒሄ ኩሉ። እወ።
ሐዚ ናውዚ እኒሄ ኩሉ ገዛ ከይወስዳ ናትኪ ኣይኮነን እታ ዶርሆይለይስ ንታሕቲ ሒዘያ ከይደ ናብቲ እንዳ ኣቦጎይታናይ ርሑቑ።

እህ እንዳ ኣነ እንዳ በርኩ እዩ ዝቕመጥ። ኣደይ ኣደይ እና ገዛና ዝነብርሉ ዘለዉ ካዓ ኣብ ዛላምበሳ ኣብዚ ውሽጢ።
ሕራይ እወ ግበር ዝበጥያ። ሐዚ ናፍቲ ተወሲደዮ ኣይ ኣይእመንን ብታሕቲ ብቶም እንዳ ኣባሓጎይ ኣይእመንን ኢላ ካባኦም ሕራይ። ተሸኪመያ ክርሕቁ ምዓቱ ናይ ሰዓትን ፈረቓን ብእግርካ እኻ ትኸድ ካፍቲ ዕዳጋስ ወይኒ ንገዛኻ ሓፍተይ ንኽስሓኒ ሕራይ።
ዝደቀሰ ቆልዓን ዝሞተ ደርሆን ሓደ ኦም ገንእኦም ኩሎም። ክኸውዱ መዓቶም ብጣዕሚ ኣኸባድ ደራቶ ሞይታ ቆልዓ እውን እንተደቂሶ ዝባንካ ብጣዕሚ ከቢድ ይኸብደካው ካብኡ ክትከብድ መዓታ ብሻርቢ ገይረ ሓዚለ ገዛ ኣእትየያ
ምራ ነነው እናበልኩ ካብኡ ገዛና ዋ ሸጥከያ ደዛ ጓለይ ኣምሲኺ ደኣ ፋና ጓለይ ገለ ኢላ ህነደይ ኣቦ ይነበረን ኣጋጣሚ ኣዲኣ ተቐቢላሃኒ ካብኡ ምፅእ ኢለ ኣብቲ ቀጢን ነፅደይ ከዓ ኣውሪደያ ኣብ ጥዕይ ተብደገ እውን የገንኩ ገይረያ ንገዛ ውሽጢ እትየያ ናብዚንጎ ኣዋይ እዛ ጓለይ ካብኡ ሸይጥኩ እውን ኣስቤዛ ተማልእ ተባሂለ እኒሀኹ ኣስቤዛ ዶ እዙይ ኢላቶ ራየት ዋይ ጓል ቀሺ እንታይ ዶ ምዚኽለ ኢላቶ ፈሪሐ ፈሪሐ ብልዑ ተባሂለ እኒሀኹ እንጀራን ገለን ኣብየ እየ በቃ ፈሪሐን ቀጥቂጣ ክውቃዕ እንታይ እየ ክግበር ኢለ ሃው እንታይ ደኣ ምጽሕይ ኣይ ለሀንስ እንታይ ደኣ ሞይታት እንተ ኮይና ደኣ ብጥዕያ ደኣ እንሀት ኣይ ለሀንስ እኖ ሞይታ እባ ኢለያስ እንተ ኮይና ደኣ ሞይታ ኣይ ለሀንስ ከምዚ ኢላ ገፍ ገፍ ኢላ ስብ ኣብ ጸሓይ እያ ነይራ እሞ ሞይታ እሞ እንታይ ክትገብሪ ደኣ ኣምጺኽያ ንገዛ ኣይ ለሀንስ ከይትኹርይለይ ኢለያ እንተ ኮይነ ክኹርየልኪ ናብ ቢንቶ ደይ ተእትውያ ቢንቶ ይነበረን ዶ ኢለሀንስ ኣነ ኣይትኣምንንን ኢለ ኢለያው
ኣደ ኮይነ ዘይኣምነኪ ኣብ ዓዳ ክትቅበር እንታ ኣደ ኮይነ ዘይኣምነኪ ኢላትኒ ከኣስ ኣይትኣምንንን እንድሕር ሓስየላ ሓቂ ነገር እያ እንቃዓ ኢሎምኒ እውን ኣብየዮም ናብ ብርሃን ከይወስዳ እውን ኣብየላ ኢልክ ከይተብል ፈሪሐ ኢለያ

ተቐንጥየ እግሪ ተቖርጢጠ ሽዑ ናይ ሙማታ ዘይኮነ ቆርጢጥዋ ንምንታይ ሰይትኣምንንን ትብልኒ ኢላ ቆርጢጣትኒ
ካኡ ተጓሒፋ ካብ ኣደይ ንቤተክርስትያን ከይዳ ብሙሉኤን ንዘን ኣንሽቲ ዋእ ፋና ጓለይ እዛ ነብሪ ዶሮ ክትግነዝ ንገዛ ዘምፀት እታ ጓይላ ሓቒ ሕቕ

ከብቲ እንታይ ወጸኩ በሎ እባ ንወዳ ሓምቢረ ኣነ ንዓኺ ምርካበይ ሓረስታይ ይወፍር እሞ ሓረስታይ ይወፍር ግራቱ ዶ ምሉእ ክሳይ ኩሉ ትሕሱ ዶ በርክት እቲ ናቱ ሕፍስትኡ ክእቱ ከሎ ፍረ ጻዕሩ ክእቱ ከሎ ደስታይ ዝስምዖ ሕጂ ከኣ ፋነይ ኣብዛ ቲክቶክ ሓሪሰ ሓሪሰ ሓሪሰ ሓሪሰ ኮለል ኢለ ንዓኺ ረኺቦ ረኺቦም እንድዒ ከምዚ ትምህርተይ ዘእተኹ ኮይኑ ዝስምዓኒ

ፍቅሪ ምግላፅ ፀበቅ ካብዛ ዓለም ክገርመኪ ፋኒተይ እስኺ ካብ ዓለም ፀበቅ ክስኺ ኣብ ቅድሜኺ ዝሰርዓ የለን መዓት ፅቡቃት ኣለዋ እንዴ የለዋን ኣቦይ ሓራም ኢለ የለዋን የለዋን ፎእ ኣቦይ ልዕልተይ ቅጭን

እወ ሕጂ ቅድሚ ናብኡ ምእታወይሲ እንታይ ድየ ክብለካ ደልየ ናይ ብሓቂ ኣምላኽ ይመስገን እዩ ድበሃል ዕድለኛ ኢኻ ወዲ ሓምቢር ከም ጥንታዊ
ወዲ ብሩኻት ሕጂ እንታይ እየ ክብለካ ደልየሲ እዚኣ ትመስል ጸባ ሰትያ ዝዓበየት ጸባ ጸገብ ቆልዓሲ ሸውዓተ ቤተክርስትያን ተሳሊምካ ኣይትረኽባን ኢኻ ሓቂ ምዝራብ ምኽንያቱ እወ እንታይ እየ ንክብል ደልየ ኩሉ ባህሉሲ ሃሲሱ እዩ ዘሎ እቲ ባህሊ እዚኣ ግን ቲፒካል ባህልና እቲ ናይ ቀደም ትግርኛ እቲ ናይ ቀደም ለዝኣ እቲ ናይ ጥንቲ ኮይኑ ይስማዓካ ደስ ይብለካ ን ኣምላክ ይታሓወሶ እየ ዝብል ጸገም የብሉን ምስ ባህላ ዘፋቅር ምስ ባህላ ኣይተሸግረካን እያ ጽባሕ ንግሆ ዚስዋን ዛዋን የለን ወዲ ሓውቦይ።

ዋእ ኣቦይ በቃ ሰምሃር እንታይ ኣለ መስለካ ናይ በዓል ሰምሃር እንታይ ጥቕሚ መስለካ ደቲ እዋን ጾም ኢኻ ቁርብ ስጋ ትብል እምበር ምስዚኤን ብዙሕ ኢኻ ትመሃር ብዙሕ ኢኻ ብዙሕ እየን ዝመኽራኻ ክገርመካ ናይዚ ህይወት ብፍላይ እዚ ናይ ስደት ህይወት እዚ ኩሉ